ገለ ሰባት ብዛዕባ መጻኢ ይሓልሙ፣ ገሊኦም ግን ክሃድንዎ ይደፍሩ። ዘይከኣል ሓሳባት ናብ ዓለማዊ ሰውራ ዝቀየረ ሰብ ካብ ብቁልዕነቱ ኣብ ደቡብ ኣፍሪካ ምጽራፍ ክሳብ ኣብ ምድሪ ዝሃብተመ ሰብ ምዃን ጉዕዝኡ ራእይ፣ ትብዓትን ዘይሕለል ጻዕርን ዕጫ ወዲ ሰብ ክቕይር ከም ዝኽእል መርትዖ እዩ። እዚ ዛንታ ኤለን መስክ እዩ። እንኳዕ ናብ ፌም ላይም ደሓን መጻኹም። ኣብ ታሪኽ ናይቶም ኣዝዮም መሳጢ ዝኾኑ ሰባት ዓለም ብዕምቆት ንጥሕል። ንሎሚ ድማ ቅያዊ ህይወት ናይቲ ዓለም ዝቐየረ ሰብ ኤለን መስክ ሒዝናልኩም መጺእና ኣለና። ኤለን መስክ ብ ዕስራ ሸሞንተይ ሰነ ዓሰርተ ትሽዓን ተሰብዒ ሓደይ ኣብ ፕሪቶርያ ደቡብ ኣፍሪካ ተወሊዱ። ኣብ ዕግርግር ዝመልኦ ገዛ እዩ ዓብዩ። ወለዱ እውን ብንእስነቱ እዮም ተፋቲሖም። ጽምዋ ዝበዝሖ፣ ዝድፈርን መብዛሕትኡ ግዜ ብመማህርቱ ዝቕጥቐጥን እዩ ነይሩ። ናብ መጻሕፍቲ ኣምሊጡ፣ ብፍላይ ድማ ሳይንሳዊ ልቢ-ወለድን ቴክኖሎጂን። ኣብ ዓሰርተ ክልተ ዓመቱ ብላስታር ዝበሃል ናይ ቪድዮ ጸወታ ሰሪሑ ብሓሙሽተ ሚእቲ ዶላር ሸይጥዎ። ኣብ ቃንዛ እውን እንተኾነ ኣብ ፍልጠት ዑቕባ ረኸበ፣ መብዛሕትኡ ግዜ ዕቤት ካብ ምፍላጥ እዩ ዝጅምር። ኤለን መስክ ከባቢ ደቡብ ኣፍሪካ ንሕልምታቱ ነዳዲ ክህቦ ከም ዘይክእል ይፈልጥ ነይሩ። ዳርጋ ዋላ ሓንቲ ዘይብሉ ኣብ ዓሰርተ ሸውዓተ ዓመቱ ካብ ደቡብ ኣፍሪካ ተበጊሱ ፍሉይ ስራሕ ሰሪሑ። ዕንጨይቲ ምቑራፅ፣ ቦይለር ምፅራይ፣ ኣብ ሕርሻታት ምስራሕ። ንመፃኢኡ ኣብ ምፍጣር እምበር ዕድል ዝፅበ ኣይነበረን። ኣብ መወዳእታ ናብ ዩኒቨርሲቲ ፐንሲልቫኒያ ተሰጋጊሩ። ፊዚክስን ስነ-ቁጠባን ኣጽኒዑ። ምስ መሓዙቱ ይነብር ነበረ፣ ብሕሱር ክራይ ገዛን ብድፍረት ሓሳባትን ይነብር ነበረ። ኤለን መስክ ፍጹም ኩነታት ኣይተጸበየን፣ ንመጻኢኡ ባዕሉ እዩ ሃኒጹ። ህይወትካ ክትቕይር እንተ ደሊኻ፣ ምጽባይ ኣቋርጽ፣ ምህናጽ ጀምር። ኣብ ዓሰርተ ትሽዓን ተስዓን ሓሙሽተን፣ ኤለንን ሓው ኪም ባልን ዚፕ ቱ ዝበሃል ናይ ኦንላይን መምርሒ ከተማ ፈጢሮም እዮም። ኣብ ቤት ጽሕፈት ደቂሱ፣ ኣብ ያንግ ሜንስ ክርስትያን ኣሶሴሽን፣ YMCA፣ ሻወር ይወስድ። ኣብ መዓልቲ ዕስራ ሰዓታት ይሰርሕ ነይሩ። ኢንቨስተራት ከም ዋና ኣካያዲ ስራሕ ክደፍእዎ ፈቲኖም። ፖለቲካ ንግዲ ክሳብ ክንደይ ተሪር ክኸውን ከም ዝኽእል ተማሂሩ። ኣብ ዓሰርተ ሸውዓተ ተስዓይ ትሽዓንተይ ኮምፓክ ንዚፕቱ ብ ሰለስተ ሚእቲ ሸውዓተ ሚልዮን ዶላር ዓዲግዎ። ኤለን መስክ ዕስራ ክልተ ሚልዮን ዶላር ኣታዊ ረኺቡ። ምቾት ጸላኢ ምዕባለ እዩ ሓደ ሓደ ግዜ ዓወት ማለት ሎሚ ኣብ መሬት ምድቃስ ማለት እዩ ስለዚ ጽባሕ ነቲ ህንጻ ክትውንኖ ትኽእል ኢኻ ኤለን ብናይ ዚግቱ ገንዘቡ ኤክስ ዶት ኮም ዝበሃል ናይ ኦንላይን ባንክ ስርዓት መስሪቱ ሰባት ዕብዳን እዩ ዝመስሎም ነይሩ ሽዑ ብኢንተርኔት ባንክ ምግባር ኣይእመንን እዩ ነይሩ ኤክስ ዶት ኮም ናብ ፔይፓል ብምምዕባል ዓለም ገንዘብ ከመይ ከም እተሰጋግር ቀይሩ ኣብ ክልተ ሽሕ ክልተ። ኢበይ ንፔይፓል ብሓደ ነጥቢ ሓሙሽተ ሚልዮን ዶላር ገዚእዎ፣ ኤለን ሚእቲ ሰማንያ ሚልዮን ዶላር ኣትሒዙ ተበጊሱ። ኣብ ሰላሳይ ሓደ ዓመቱ ሃብቲሙ ጡረታ ክወጽእ ይኽእል ነይሩ፣ ኣብ ክንድኡስ ንኹሉ መሊሱ ወረረ። ስለምንታይ? ምኽንያቱ ናይ ብሓቂ ራእይ ዘለዎም ሰባት ገንዘብ ኣይሃድኑን፣ ንጽልዋ ይሃድኑ። ኤለን ንህይወት ብዙሕ ፕላኔታዊት ክገብራ ሓሊሙ። ኣብ ክልተ ሽሕ ክልተ ድማ ብሓንሳብ ክልተ ዘይከኣል ኩባንያታት ኣበጊሱ፣ ስፔስ ኤክስ ንደቂ ሰባት ብዙሕ ፕላኔታዊ ንምግባር፣ ተስላ ዓለም ዝሰሓቐለን ኤሌክትሪክ መካይን ንምስራሕ። ሰባት ጽሉል ይብልዎ መራኸቢ ብዙሓን ኣላጊጸናሉ ክኢላታት ውድቀት ከም ዝህሉ ኣተንብዮም። ዳርጋ ሓቆም እዮም ነይሮም። ክልተ ሽሕ ሽዱሽተ ሮኬት ተፈንጂራ፣ ኣብ ክልተ ሽሕ ሸውዓተ ሮኬት መሊሳ ተፈንጂራ። ኣብ ክልተ ሽሕን ሸሞንተን ሳልሰይቲ ሮኬት ተፈንጂራ፣ ሚልዮናት ክሳራ፣ ነቐፍቲ ዝያዳ ሰሓቑ፣ ኤለን ድማ ዳርጋ ክስበር ቀረበ። ከምዚ ድማ በለ፣ ኣብዚ ውድቀት ኣማራጺ እዩ። ነገራት እንተ ዘይፈሺሎም እኹል ምህዞ ኣይትገብርን ኣለኻ ማለት እዩ። ኣብ ኣፍደገ ምኽሳር ንብዓት እናነበዐ ንኢንቨስተራት ድማ ተወሳኺ ሓደ ዕድል ክህብዎ ለመነ። ኣብ ተመሳሳሊ እዋን ተስላ ይፈርስ ነይሩ፣ ምድንጓይ ምፍራይ፣ ገንዘብ ምውድኡ፣ ዓማዊል ዘማርሩ ሚድያታት ነቲ ትካል ምዕናው። ኤለን ንክራይ ገዛ ይልቃሕ ነበረ፣ ክልተ ምርጫታት ከም ዘለዎ ድማ ገሊጹ። ንተስላ ምድሓን፣ ስፔስኤክስ ምዕቃብ። ንሱ ድማ ምምራጽ ኣብዩ። ኣብ ክልተ ሽሕን ሸሞንተይ ኣብቲ ናይ መወዳእታ ክኸውን ዝኽእል ፈተነ፣ ስፔስ ኤክስ ራብዒት ሮኬት ኣወንዚፋ፣ ንመጀመርያ ግዜ ድማ ተዓዊቱ። ናሳ ብኡ ንብኡ ሓደ ነጥቢ ሽዱሽተ ቢልዮን ዶላር ውዕሊ ፈሪሙ። ኤለን በኸየ፣ ጋንትኡ ድማ በኸየት። ንኹሉ ዘድሓነት ህሞት እያ ነይራ። ቴስላ ህጹጽ ወፍሪ ረኺቡ፣ እቲ ትካል ብህይወት ተረፈ። ተዓወትቲ እቶም ፈጺሞም ዘይፈሽሉ ዘይኮኑስ እቶም ምቁራጽ ዝኣበዩ እዮም። ውድቀት መወዳእታ ኣይኮነን፣ ልምምድ እዩ። ሕልምኻ እንተዘይ ፈቲኑካ ዓብዩ ኣይኮነን ዘክር እቲ ራብዓይ ፈተነ ንኹሉ ዝቕይር ክኸውን ይኽእል እዩ ኣብ ክልተ ሽሕ ኣርባዕተ ናብ ተስላ ሞተርስ ዝተጸንበረ ኮይኑ ነዊሕ ከይጸነሐ ዋና ኣካያዲ ስራሕ ኮይኑ ነቐፍቲ ብኤሌክትሪክ ዝሰርሓ መካይን መጻወቲ እየን ብምባል ሰሓቑ ተስላ ብናይ ምፍራይ ሲኦል ከምዝሓለፈ ይዝክር ኣብ ክልተ ሽሕ ሸሞንተ ናብ ምኽሳር ቀሪቡ ኤለን መስክ ተስላ ብህይወት ንክጸንሕ ናይ መወዳእታ ውልቃዊ ገንዘቡ ኣዋፊሩ። ተስላ ብህይወት ተረፈ። ሎሚ ብኣማኢት ቢልዮናት ዝግመት ኮይኑ ኣብ ኢንዱስትሪ መካይን ለውጢ ኣምጺኡ። ንገዛውቲ ብጽሩይ ጉልበት ሓይሊ ንምሃብ ሶላር ሲቲ መስሪቱ። ንመጻኢ ዝምልከት ስርዓት መጓዓዝያ ሃይፐር ሉፕ ዝብል ሓሳብ ኣቕረበ። ኒውራሊንክ ፈጢሩ ዕላምኡ ኤኣይ ምስ ሓንጎል ወዲ ሰብ ንምውህሃድ እዩ። ዘ ቦሪንግ ዝብል ትካል ሰሪሑ። ካልኦት ድሕሪ ሓደ ዓመት ክዓርፉ እንከለዉ ኤለን መስክ ግን ደው ኣይበለን። ብሓንቲ ዓወት ኣየዕረፈን። ምህናጽ ቀጸለ። ምሕላም ቀጸለ። ምድፋእ ቀጸለ። ኤለን ብዘሕምም ፍትሕን ብርቱዕ ናይ ስራሕ ጸቕጥን ሓሊፉ። ኣብ ሰሙን ክሳብ ሚእቲ ሰዓታት ይሰርሕ። ጽምዋ ዝመልኦ ግዜታት ኣብ መሬት ፋብሪካ ምድቃስን ብዙሕ ምንቃፍን ከም ዝረኸበ ይኣምን። ይኹን እምበር ንገንዘብ ዘይኮነስ ንጽልዋ ኢሉ ይደፍእ። ዕቤት ዋጋ ኣለዎ። ዓወት ጽባቐ ዘለዎ ኣይኮነን። ዘሕምም እዩ። ጽምዋ እዩ። ኣድካሚ እዩ፣ እንተ ተጻዊርካ ግን ንሚልዮናት ትተርፍ። ኤለን ንርሑቕ ከባቢታት ኢንተርኔት ዝህብ ስታርሊንክ ኣበጊሱ፣ ንማርስ ንምግዛእ ኣብ ታሪኽ ዝዓበየት ሮኬት ዝኾነት ስታርሺፕ ኣማዕቢሉ። ኤለን መስክ ንባዕሉ ኣይኮነን ዝሃንጽ ዘሎ፣ ንዓና እዩ ዝሃንጽ ዘሎ፣ ንመጻኢ ደቂ ሰባት። ኣብ ክልተ ሽሕ ዕስራ ሓደይ ዕብየት ኣክስዮን ተስላ ንኤለን ብህይወት ዘሎ ዝሃብተመ ሰብ ገይርዎ። ንሱ ግን ብዛዕባ ገንዘብ ኣይግደስን። ኣገደስቲ ጸገማት ክፈትሕ እየ ዝደሊ ይብል። ዛንታ ኤለን መስክ ቢልየነር ምዃን ኣይኮነን፣ ኣብ ዘይከኣል ምእማን እዩ። ብውድቀት፣ ነቐፌታን ቓንዛን ምቅላስ እዩ። ግናኸ ተስፋ ምቑራጽ ኣብዩ። ካብ ሓደ ኣብ ደቡብ ኣፍሪቃ ዝነብር ተራ ወዲ ክሳብ እቲ ኣብ ማርስ መጻኢ ወዲሰብ ዝሃንጽ ሰብኣይ፣ ኤለን መስክ ሓደ ነገር ይምህረና። ኣዝዩ ዓቢ ሕልሚ፣ ሰባት ጽሉል ይብሉኻ፣ ውድቀት ደው ከብለካ ስለ ዘይክእል ኣበርቲዕኻ ስራሕ። ዓለም ብራኢኻ ክትስሕቕ ከላ ድማ ፍሽኽ በል፣ ምኽንያቱ ነፍሲ ወከፍ ዓብዪ ኣእምሮ ቅድሚ ንዓለም ምቕያሩ ይስሕቑ ነይሮም። ስለዚ ዘክር፣ ዓለም ንምቕያር ኤለን መስክ ክትከውን ኣየድልየካን፣ ዝኾነ ነገር ንክትጅምር ግን ደፋር ክትኸውን ኣለካ። በዚ ንምእማን ዘጸግም ዛንታ ተነቓቒሕኩም እንተኾንኩም፣ ንኣእምሮኹምን መንፈስኩምን፣ ነዳዲ ዝህብ ዝያዳ ሓያል ህይወት ታሪክ ንምርካብ ላይክ ሼር ከምኡ እውን ሰብስክራይብ ብምግባር ቤተሰብ ይኹኑ።